ሕቶ እኒኤኒ ንደገፍቲ ህወሓት ጦርነት ህወሓት ባዕላ እያ ጀሚራቶ ኢልናኩም ሲ ኣንቶም ነብልፅግና ብገንዘብ ገዚኡኩም ባንዳታት ደርግታት ትፀርፍ ንሱ እኳ ለሚናዮ እንዲና እኒ መምህር የማነ ለሓቂ ክዛረቡ ከለዉ ከምኡ ናልና ኢና ሓሊፍናዮ ፀሪፍናዮም ኢና ወሪድናዮም ኢና ሓቂ ተዛሪቦም ኢልና ማለት እዩ ሕዚ ግን ልበልኩም ኢልኩምሲ ንቕበሎ ኢና። ግንሲ ክሓተኩም ሓንቲ ከባድ ሕቶ ክሓተኩም ጦርነት ዝተጀመረሉ ምክንያት ሰሜን እዚ ምስ ተሓረዶ እዩ ሓቀይ ሰሜን እዚ ግን ተሓሪዱ ለይኮነ ፖለቲካ እዩ ኢኹም ትብሉ ፖለቲካ ትኾይኑ ሰሜን እሞ ሰሜን እዚ ሰራዊት ዶ ኣናበይ እያቱ ንምንታይ ከዩ ጥቅምቲ ዕለት 24 ዕለት 24 ሰሜን እዚ ተደምሰሰሉ መዓልቲ ኢልኩም ትሕጎሱ ህወሓት ሽምዓ ተብርህ ትዕልል ኣነ ይዝክር እየ ብ ዓጋመ ማለት እዩ ሓደ ዓፋር እዩ መከላከያ ታንከኛ ምስ ታንኩ ተሪፉ ኣበይ መሲልኩም ኣብ መንጎ ዕዳጋ ሓሙስን ዓዲግራትን ትርከብ በተሓረ ትባሃል ዓዲ ኣላ ኣብኣ ምስ ታንኩ ተሪፉ ናተኳለለ ሓሙሽተ መዓልቲ ዶ ሽዱሽተ መዓልቲ ቦይኑ ኣብኣ ተሪፉ ማለት እዩ እቲ መከላከያ ንሱ ምስ ታንኩ ኢድካ ሃብ ኣይብ እታ ታንኪ ትእዛዝ ተዋሂብዎም ከይተቃፀልዋ ማረኽዋ ተባሂሎም ማለት እዩ ኣንሽዒቱ ኢዱ እየ ኣይህብን ኢሉ ክልተ ፍሉይ ሓይሊ ቀቲሉ ውቕዓት እውን ነይሮም እሳቶም ኣይተኮስሉ እሱ ይትኩሰሎም ነይሩ ተኸቢቡ እዩ እሳቶም ከይትኩስሉ እታ ታንኪ ከይተቃፅልዋ ተባሂሎም ትእዘዝ ተዋሂቦም እዮም ሽዑ ናብ ብዓዲግራት ነርካ ንዕዳጋ ሓሙስ መእተይ ድልድል ኣሎ ፍሪሶምሉ ረጊፆም ንክሕልፍ ከምታ ዝፈርሕዋ ኣለ ረጊፅዎም ከይዱ ማለት እዩ ኣብታ ድልድል ምስ በፅሐ መሕለፊ ስኢኑ እታ ድልድል ፈሪሳ ኣብኣ ጠጠው ኢላ መረጽ የብሉ ኢዱ ሂቡ ኢዱ ምስ ሃበ ግን ኣብኣ እዮም ረሺኖሞ እታ ታንኪ ከዓ ሒዞማ ከይዶም ሶ ኣነ ንድሕሪት ተመሊሰ ክሓተኩም ብጾቱ ናበይ ኣትዮም ንኡ ነቲ ታንኪ ተኳሽ ኦፕሬተራት ነበሩ ይኹኑ እቶም ብጾቱ ምስኡ ነበሩስ ናበይ ኣትዮም በይኑ ተሪፉ ከመይ ኢሉ በይኑ ተሪፉ ድፋዕ ዛላምበሳ ኢሮብ መረብ ክሳዕ ባድመ ልሕል ልነበረ ሰራዊት ናበይ ኣትዩ? እሺ እሱ ኣመኽንዩ ዋላ ንኤርትራ ሃዲሙ በሉና። ኣብ ዕዳጋ ሓሙስ ካምፒ፣ ኣብ ኣጉላዕ ኣብ ክልቲኡ ካምፒ፣ ኣብ ኣፅቢ፣ ኣብ መቐለ ሮማናት ካምፒ ነበረ ሰራዊት ናበይ ኣትዩ? ምክንያቱ ክሃድም ኣይረእናዮይ፣ መኪና ተፃዒኑ ክወፅእ ኣይረእናዮይ፣ ወይ ድማ ብእግሩ ክሃድም እውን ኣይረእናዮይ። ዓርሰ ምክልኻል ገብር እውን ውግእ ኣይከፈተይ። ሰሜን እዝ ብድቁሱ እንከሎ ኦፕሬሽን ተኻይዱሉ እዩ ሓዲሩ። እዚኣ ክትኣምኑላ ኣለኩም። ኦፕሬሽን ተገይሩ ሓዲሩ ተረሺኑ ልርሻን ብኻራ ንሕረት ተሓሪዱ ማለት እዩ ናበይ ኣትዩ እሞ ደኣለይ ሰሜን እዚ ናበይ ኣትዩ እና ውግእ ብካሊእ ግንባር ኣይነበረይ ውግእ ብምዕራብ ጥራሕ እዩ ነይሩ ብካሊእ ግንባር ሰሜን እዝ ዕለት 23 ጥቅምቲ ጥራሕ ኢና ርኢናዮ ካብኡ ንዳሕር ርኢናዮ ይንፍልጥ እዩ ብምዕራብ ግን ዕለት ዕስራ ኣርባዕተ ኖርማል ጠሩነት ተጀሚሩ ምክንያቱ እቲ ብምዕራብ ነረ ነቂሑ ድዩ ዋላ ኣራት ኪሎ ተደዊልዎ እንድዒ ተኩሲ ከፊቱ ዓርሱ ክከላከል እዩ ተኩሲ ከፊቱ እምበር ብምዕራብ ውግእ ኣይኮነይ ነይሩ ብምዕራብ ዝተጀመረ ውግእ ለይኮነ ዓርሱ ክከላከል እዩ ተኩሲ ከፊቱ ክሳዕ ሽረ ድማ በፂሑ ሽረ ምስ ባሓፀሐ እዩ ሻዕብያ ዝኣተወ ንትግራይ ዕለት መኣዘይ ሕዳር ዕለት ዓሰርተ ክልተ ብኻሊእ ግንባር ጦርነት ዝተጀመረ ዕለት ዓሰርተ ክልተ ሕዳር ሻዕብያ ናብ ትግራይ ምስ ኣተየ ናብ ኖርማል ውግእ ዝቐየሮ ሻዕብያ እዩ። እቲ ውግእ ናይ መከላከያ ውግእ ዓርሰ ምክልኻል እምበር ውግእ ኣይኮነ ነይሩ፣ ጦርነት ኣይኮነ ነይሩ። ሻዕብያ እዩ ናብ ኖርማል ጦርነት ቀይርዎ። ሶ ንሻዕብያ ሮኬት ተኩሶምሉ ሻዕብያ እውን ባዕሎም እዮም ዓዲሞሞ እኔዉ ማለት እዩ ንሻዕብያ ለ ሮኬት ካብ ተኮስሉ ንዓ ጨፍጭፈና እዩ እኒኤ ንመከላከያ እውን ሓሪዶሞ እኒኡ ተዘይ ሓሪዶምዎ እሞ ናበይ ደኣ ኣትዩ ንገሩና ተዘይኮይኑ ሰሜን እዝ ኦፕሬሽን ተካይዱሉ ሓዲሩ ብከምኣ ድማ ጦርነት ተኸፊታ እቲ ትክክለኛ ህዝቢ ትግራይ ክፀንት ድገበረ ህወሓት እዩ ህዝቢ ትግራይ እሞ ንምንታይ ይጭፍጭፍ ኣብይ ኣሕመድ ክትብሉ ተኮይንኩም ከዓ ህዝቢ ትግራይ እንታይ ንብል ኔርና ንሕና መከላከያ ሕራድ ከሎ ዓገብ ኢልና ዲና ኣይበልናይ እኮ ውድብን ህዝብን ሓደ ኢና እናበልና ንጭርሕ ኔርና ደቂ ወየንቲ ኢና እናበልና ንጭርሕ ኔርና ብዛላምበሳ ሓደ ኣላ እናበልና ንጭፍር ኔርና እም፣ ኦሮሞ ይገዝኣና እዩ ንብል ኔርና ንሕና ይንግዛእ እዩ ንብል ኔርና ብዓብዪ ድማ ነይ ማስቃ ናይ ሰሜን እዚ እዩ በፅሕዎ ህዝቢ ትግራይ ናይቲ መዕበይና ሓቒፉ ዘዕበየና እኮ ሰራዊት መከላከያ እኮ ዓዕቢናስ ድሮ ልቢ ጌርናስ ድሮ ሓይለ ጥሪናስ ወጊእናዮ ማለት እዩ። ሌናይ ዱር ረከበ ሰራዊት እናማ ናይ ህዝቢ ትግራይ ፅንተት ማስቃ ናይ መከላከያ እዩ። መከላከያ ክጭፍጨፍ ከሎ ዓገብ ምበለ ነይሩ ህዝቢ ትግራይ። ብሰማይ ማርያም ፅዮን ብምድሪ ደብረፅዮን ሒዝና ምንም ኣይንኸውንና ናበለ ናጨረሐ እም እሞ ደብረፅዮን ኣስማተኛ ድዩ? ከም ደብረፅዮን ከምዚ መላእኽ እንዲና ንሪኦ ነይርና ሀዚ እውን ግን ከምዚ ኣምላኽ መሲሉ እዩ ዝስማዓኩም ሓደ ሓደ ኣለኹም ማለት እዩ ሀዚ እውን ግደፉ። ደብረፅዮን ደብረፅዮን እናበልና ኢና ፀኒትና እኒኤና። ኣብይ ኣሕመድ ካብ ዝመፅእ ንብል ኣብይ ኣሕመድ ላብ ስልጣን ካብ ዲኮ ክልተ ዓመት ሙሉእ ፅቡቅ ነይርና እኮ ክልተ ዓመት ክመራሕ ከሎ ደብረፅዮን ድበሃል ፍጡር እምበር ላብ ስልጣን ካብ ድይብ ፀኒቱ ህዝቢ ትግራይ ደብረፅዮን ደብረፅዮን ሒዝና ምንም ኣይንኸውንና ናበልና ፅኒትናዮ እናስ ሕዚ እውን ደገፍቲ እንድሕር እቲ ናይ መከላከያ እቲ ናይ ሰሜን እዝ ጨፍጫፍሲ ፖለቲካ እዩ ፖለቲካ እዮም ከምኡ ኢሎም ትብሉ ትኾንኩም እምበኣር ናበይ ኣትዩ ሰሜን እዝ ኣይ ትብሉ ትኾንኩም ኢትዮጵያ ጥፍኣት ከም ዘይብላ ክትናገሩ ንደሊ ኢና ሻዕቢያ እውን ጥፍኣት ይብሉ ባዕሎም እዮም ዓዲሞሞ ዓብዪ ኣሕመድ ዓዲምዎ እዩ ትብሉ ባዕሎም መራሕትኹም እዮም ዓዲሞሞ እቲ ኣብይ ኣሕመድ ዓዲምዎ ጆኖሳይድ ዋላ ሻዕብያ ይፈፅሞ እምበር ሻዕ ኣብይ ኣሕመድ ስለ ዝዓደሞ ኣብይ ኣሕመድ ከም ዝፈፀሞ ጌርና ኢና እንሓስቦ ገለገለ የይ መን ደኣ ኢኻ ክሕልወካ ደሊኻ እንድሕር እቲ ዝሕልወካ ነበረ ኣምበላይ ከልብኻ ካብ ሓረድካዮ ካብ ቀተልካዮ መን ክሕልወካ ዒስራይ ገለይ ዓመት ካብ ሻዕብያ ዝሕልወካ ነበረ እኮ እሱ እዩ ብፀሓይ ብቑሪ እናተለብለበ ንኣኻ ዝሕሉ ንኣኻ ከድሕን ድውዕል ነበረ እኮ መከላከያ እኮ እዩ ነይሩ እሞ ባዕልኻ ምሓልኻ ኦሬዲ ካብ ደምሰስካዮ ፀላኢ እየ ኢልካ ካብ ኣጥፋእኻዮ ድፋዕኻ ዓጢቕካ ምሓለኻ ትግራዋይ ነቲ ዝሕልወካ ነበረ ኣሊኻዮ ኣለኻ መን ክሕልወካ ደሊኻ ካብ ሻዕብያ መን የድሕንካ ምንም ማድረግ ኣይቻልም